ፖሊካር ፖሊካር ፖሊካር ፖሊካርፕ ካብ ቁልዕነቱ ኣትሒዙ ክርስትያን እዩ ነይሩ ይኹን እምበር ሮማውያን ክሳብ ኣብ ሰማንያታት ዓመቱ ዝኸውን ክቐትልዎ ምስ ደለዩ እዮም ምኽንያት ምድንጓዩ ብዘየገድስ፣ እቲ ድሕሪ ናይ ሓድሽ ኪዳን ታሪኽ ቤተ ክርስቲያን ኣብ ዝተጻሕፈ እቲ ናይ መጀመርያ ሰማእት ኮይኑ ተመዝጊቡ ኣሎ። ዘይተማህረ ግናኸ ቀጥታዊ ፖሊካርፕ ኣብቲ ኣብ ቤተ ክርስቲያን ኣብ ምቹእ ዝኾነ መዋእል ማለት ኣብ መወዳእታ እቶም ቀዳሞት ሃዋርያ ዝነበሩሉ ዘመን ናብቲ ናብ ካልኣይ ወለዶ ምእመናን ንምስጋር እትፅዕረሉ ዝነበረት እዋን ካብ ዝነበሩ ሓደ እዩ። ፖሊካርፕ ካብ ሃዋርያ ዮሃንስ ብምምሃር መራሒ ቤተ ክርስቲያን ኮይኑ ነታ ኣብ ዘመኑ ዝነበረት ቤተ ክርስቲያን ኣገልጋልን ተጣባቒን ወንጌል ክርስቶስ ኮይኑ ደው ካብ ዝበሉ እዩ። ነታ ኣብ ስሚርና ዝነበረት ማሕበር ኣብዚ ናይዚ ዘመን ድማ ኢዝሚር ኣብ ትበሃል ከተማ ቱርኪ ኣብ ትርከብ ማሕበር መራሒ ማሕበር ብምዃን ከም እተሸመ ጽሑፋት ታሪኽ ይሕብሩ ቤተ ክርስቲያን ዝተፈላለየ ንዓ ዝጻረር ማሕበራውን ስነ መለኮታውን ሽግራት የጋጥማ ስለ ዝነበረ ፖሊካርፕ ድማ ከም ሃዋርያ ኣቦ ኮይኑ ነዚ ንምፍታሕ ዓብዪ ተራ ተጻወተ። ንኣብነት ክርስትያናት ከመይ ኢሎም ክመላለሱ ከም ዘለዎም፣ ኣብ እምነት ክርስቶስ ክጸንዑ ከም ዘለዎም ብሃዋርያዊ ምዕዶ ኣሰንዩ ጽሒፍሎም። ጸኒሑ ድማ በዓል ትንሳኤ ኣብ ዝበዓለሉ ዝነበረ ዕለት ንዝተፈጥረ ዘይምርድዳእ መዕለቢ ክገብረሉ ፈተነ። ኣብ ቤተክርስትያን ክረኣ ዝጀመረ ፋይናንሳዊ ምስሕሓብ ድማ ብኣገባብ ክሕዝዎን ክፈትሕዎም ከም ዘለዎም ነቶም ኣመንቲ ይመክርን ይምዕድን ነበረ። ሓደ ካብቶም ኣብታ ቤተክርስትያን ዝነበሩ ዘጨንቕ መናፍቕ እውን ይምህሮ ድማ ግኖስካዊ ማርሲዮን እዩ። ሓደ ካብቲ ንጽልዋ ፖሊካርፕ ኣዝዩ ዕዙዝ ዝገበረ ድማ ኣንጻር እቲ ግኖስካዊ ማርሲዮን ዘተኣታተዎ ምህሮ ዝተበገሰ ብፍላይ ድማ ንመንነት ኣምላኽ ብሉይ ኪዳን ንምንጻግ ንክርስትና ናይ ምቕያር ሓሳብ ደው ብምባሉ እዩ። በዚ ድማ ፖሊካርፕ ጓሳ ማሕበር ናይ ሰሚርና ኮይኑ ኣብ ዘገልግለሉ እዋን ሓደ ካብቶም ቀንዲ ተጣበቕቲ ወንጌል ከም ዝነበረ ክንርዳእ ንኽእል። ምህሮ ግኖስካዊ ማርሲዮን ግና ክሳብ ናብ ሮም ብምኻድ ንፖሊካርፕ ሰዓቦ። በዚ ድማ ማርሲዮን መምህር ዝስሕተት እዚ ብምዃኑ ፖሊካርፕ ናይ መጀመርያ ወለዶ ሰይጣን ዘተኣታተወ ብምባል ጸውዖ። ፖሊካርፕ ድማ ንብዙሓት ካብ ግኖስካዊ ምህሮ ንምምንዛዕ ከም ቀንዲ ሓላፍነቱ ገይሩ ተተሓሓዞ። ነታ ናብ ሰብ ፊልጲ እተጻሕፈት ጉስነታዊት መልእኽቲ ድማ ሓደ መልእኽቲ ስሩዕ ትምህርቲ ከም ዝነበሮን ዘይጸዓድን ኣዝዩ ትሑትን ቀጥታውን ከም ዝነበረ እተርእያ ኣብታ ንሰብ ፊልጵስ ዝጸሓፈሎም መልእኽቲ ካልእ ጽሑፋትን ከም ዘርኣዮ ድማ ጽልውኡ ብዙሕ ከም ዝነበረ ኣየጠራጥርን እዩ ኣብዛ መልእኽቲ ዋላ እኳ ናይ ጳውሎስ ዝበለ ቅዲ ናይ መዝሙርን ኣገላልጻን እንተ ተጠቀመ መንፈሳዊ መልእኽቲ ናይ ሃዋርያ ዮሃንስ ከም ዝኾነ ድማ ናይ ፍቕሪ መልእኽቲ ንሰብ ፊልጲ ከም ጸሓፈሎም የርእየና እዚ ዓይነት መፍለዪ ባህሪ ድማ ብፍሉይ ኣብ ኩሉ ጽሑፋቱ ኣብ ውሽጢ ሓደ ዓመት ድሕሪ ሰማእትነቱ ዝኾነ ከም ዝተጻሕፈ ጽሑፋት ካብ ዘስፈርዎ ታሪኽ ዛንታን ብንጹር ሰፊሩ ይርከብ። ኣብ ሚእትን ሓምሳን ሓሙሽተን ድሕሪ ልደተ ክርስቶስ ቤተ ክርስቲያን ሰሚርና ብዙሕ ስደት ነበራ። ሽዑ ፖሊካርፕ ናብ ሮሜ ክበጽሕ ኣብ ዝኸደሉ እዋን ብዙሓት ክርስቲያናት ይቕተሉ ነበሩ። ብሃንደበት ድማ ኣብ መበል ሰማንያን ሽዱሽተን ዓመት ዕድሚኡ ኣብ ትሕቲ ቀይዲ ዝኣተወ ስለምንታይ ምዃኑ ብንጹር እኳ እንተ ዘይተፈልጠ፣ ሰበ ስልጣን ሮም ክኣስርዎ ከም ዝሓሰቡ ምስ ሰምዐ ግና ኣብ ቤቱ ኮይኑ ክጽበዮም ወሰነ። ንሱ ግና ኣብታ ቤቱ ደኣ ነበረ እምበር ካብ ቤቱስ ኣየልገሰን። እቶም ብስንባደ እተጐብኡ ሰዓብቱን ፈተውቱን ድማ ምእንቲ ኽሃድም ለመንዎ። ኣብ መወዳእትኡ ግና ኣብታ ከተማ ወጺኡ ናብ ዝርከብ ንእሽተይ ቦታ ክኸይድ ተሰማምዐ። ኣብኡ ክጽሊ እንከሎ ግና ሓደ ራእይ ረኣየ። ራእይ ወይ ዝሰምዖ ዘበለ ኣይፈለጠን፣ ግና ንዕሩኽቱ ብህይወተይ እንከለኹ ክነድድ ኣለኒ ብምባል ነገሮም። ድሕሪ እዚ ወተሃደራት ሮም ናብቲ ፖሊካርፕ ዝርከበሉ ቦታ ብምምጻእ ረኸብዎ። ዋላኳ ፈተውቱ ክሃድም እንተነገርዎ ፖሊካርፕ ግና ፍቓድ ኣምላኽ ክገብር እየ ኢሉ መለሰሎም፣ እቶም ወተሃደራት ድማ ንኽወስድዎ ፈቐደሎም። ናብቲ ስታድዮስ ካድራቶስ ዝተባህለ ምስሌነ ኣምርሐ፣ ኣብኡ ድማ ኣብ ቅድሚ ብዙሓት ተዓዘብቲ ዝርከብዎ ስታድዩም ክምርምሮ ጀመረ። ፖሊካርፕ በቲ ዝተገብረ ምርመራ ፈጺሙ ኣይተሰናበደን። መርማሪኡ ኳድራቶስ ድማ ቁጥዕኡ ክሳብ ምቁጽጻር ዝስእን ከፈራርሖን ክህድዶን ጀመረ። ንፖሊካርፕ ንምፍራሕ ድማ ናብ ኣራዊት ክድርቤካ እየ፣ ኣብ ገረብ ሰቒለ ከቃጽለካ እየ በሎ። እቲ ሓለቓ ካብ ዕቤቱ እተላዕለ ንፖሊካርፕ ደንገጸሉ እሞ ንክርስቶስ እንዶ ርገሞ እሞ ክሓድ በሎ። ፖሊካርፕ ግና ንሰማንያን ሽዱሽተን ዓመታት ኣገልጊለዮ ሓንቲ እኳ ኣይበደለን ከመይ ኢለ ድማ እየ ነዚ ዘድሓነኒ ንጉሰይ ክረግሞ ኢሉ መለሰሉ እንተኾነ እቲ ሓለቓ ተስፋ ሃይቆረፀ ክኽሕድ ሓተቶ ፖሊካርፕ ግና ኣነ ክርስትያን እየ ኢሉ ፈፂሙ ኣቕበፆ ፖሊካርፕ ድማ ንኳድራቶስ እቲ ምስሌነ እዚ ኣብዚ እተንድዶ ዘለኻ ሓዊ ንቑሩብ ግዜ ዝጸንሕ ሓዊ እዩ እቲ ናይ ፍርዲ ሓዊ ግና ነቶም ፍርሃት ኣምላኽ ዘይብሎም እተሓዝአ ሓዊ እዩ ኢሉ ገለጸሉ ፖሊካርፕ ድማ ስለምእንታይ ኢኻ እትድንጒ ንዓንዶ ግዳ እቲ ክትገብሮ እትደሊ ግበሮ በሎ ድሕሪ እዚ ድማ ነቶም ወተሃደራት ክሰቕልዎ ዝሓዝዎ ከም ዝበሎም ምእሳር ኮነ ምስማር ኣየድልየኩምን እዩ ከምዛ ዘለኹዋ ደኣ ኣግደፉኒ ኣብ ሓዊ እትውኒ ብዘይ መስማር እውን ከይተንቀሳቐስኩ ክጸንዕ ይከኣለኒ እዩ በሎም ዓው ኢሉ ድማ ጸለየ እቲ ሓዊ ድማ ገደደ ቃል ቃል ኢሉ በራዕራዕ በለ ስግኡ ድማ ክቕህም ጀመረ። እቲ ነባሪ ስራሕ እቲ ሰማእቲ ግና ከምቲ ዝነድድ ስጋ ዘይኮነስ ከም ዝስንከት ሕብስቲ ወይ ድማ ከምቲ ወርቂ ብሩር ኣብ እቶን ሓዊ ዝጸሪ ከምኡ ኮይኑ ተገልጸ። ፖሊካርፕ ብሓዊ ተቓጺሉ ክመውት ተፈርደ። ግናኸ በቲ ሓዊ ስለ ዘይሞተ